እቲ ዕቑበይ ንጉሰ እንታይ ኣለዎ መሲልካ ትዕቑበይ ንጉሰ ኣብ ግዜ ደርጊ ኣብ ግዜ ደርጊ ወልደ ገባ ነይሩ ኣብ መንደፈራ ገዛ ሂቦ ነይሩ ደርጊ ሕጂ ደኣ ከሊኦሞ እምበር እቲኣ ከዓ ሰብኣያ ዝጠፍኣ በቃ ናይ ደርጊ ሰብኣያ ዝጠፍኣ ከምኡ እዮም በቃ እቲ ስርዓት ኣሰራርሓ ከምኡ በቃ ከምኡ እዩ ከመይ ዝብሉ ሰባት ደጋፊ ስርዓት በቃ ቤቲ ሜይት ስቦም ዘጥፍኡ ምስ ስቦም ዝብኣሱ ከምዚ እያ ዝጠልብ ስርዓት ሕጂ ኩሉ ሻዕ ኣሕራር ክኾን ከሎ ህዝቢ ዝርብሑ ከሎ ኩሉ ሻዕ ቅንጡ ክገድፍ ይብሉ በቃ ቅንጡ ዝብል ምሎማስ ከዓኒ በዓል ከምዚ ኢዲካ ኢካ ኢካ ትብሎ ኣብ ዝኾነ ነገር ረዲጋሎ በዓል ከምዚ ኢዚ ኢካ ኢካ ትክልክሎ ኣብዚ እንታይ ይከውን ኣሎ መስልካ ናብ መሪሕነት ዝመጽእ ንኩልኩም ይስዓብ ኤርትራዊ ኣብ መሪሕ ኣብ ዋላ እታ ምምሕዳር በቃ ክሰርቅ ኢዩ ዝመጽእ ዋላ ምምሕዳር ዋላ ገለ መለ በቃ ክሰርቅ ርግም እዮም ዝገብሩ ሓደ ስንኩል ወይ ከዓ ሓደ ተባዕ ወይ ሓደ ሓቂ ዝዛረብ ኣየምጽኡን እዮም ኣብዚ ዝነብር ዘሎ ህዝቢ ነዚኣ ነዚኣ ነዚኣ ፈንጺፍና ደውና ጥራሕ ንክንዕወት ንኽእል በቃ ነዚኣ ፈጺምናያ እዚ ማእከል ዓዲ ዘሎ ማእከል ዞባ ዘሎ ማእከል ኣውራጃ ዘሎ ማእከል ሃገር ዘሎ ነታ ሓቃዊት ነገር በስ ክዛረብ መስፈል መን እዩ ውፉይ ክዛረብ ሰሚዐ ነይረ ሚት ኣባ ኣባኻ ባብ ትግበራ ሙበር እንታይ ኮይኑ ዝደገም ዘሎ ሕጎይ እንታይ ክዛረብ ሰሚዐ መስለኩም በቃ ንሕና ፍትሓውያን ኮይናስ ንሕና ተኣመንቲ ኮይና ንኽእል ኢሉ ሓቂ ዚኣ በቃ ንሕና እዚ ተኣመንቲ ኮይና ኣብዚ ኩሊት እንዳሸጠት ሰብ ዓይንኻ እንዳርኣኻ ሲልካ እንዳሓደርካ ሲ ከመይ ጌርካ ሓቂ ሰላም ክተ ባይዘወይ እቲ ኩሉ ንስ ትባዕ ኩን ትብዓትካ ካብ ወዲ ሓወሙኻ ትብዓትካ ካብ ወልቂ ካብ ዓድኻ ትባል ትስምዮ ተባዕ ኩን ኩልኻ ህዝቢ ተባዕ ኩን ጽባሕ ንጎ ከም ዝሰራቕ እንተ ነርካ ንውላድካ ሕማቕ መሰራ ኢኻ ትገድፈሉ ዘለኻ ንውላድካ ሕማቕ መሰራ በቃ ንውላድካ ሰራቕ እንተኾይንካ በእታ ገዛ ከም ትዓና ኣነ ይፈልጥ እዩ ባይዘወይ ንሱ ዘሎ ሓቂ ኣነ እንታይ ደኻ ከትሕዘካ ስራሕ ስራሕ ነብሰይ ትሕትል ከብል ሞኒክ ግን ኣነ እንታይ ኦኬ ሓራይ እንታይ ደ ከትሕዘካ ደልየ መሲልካ እንታይ ደ ክብለካ ደል ሕጂ ዝገርመን ነገር ኣሎ ንኣብነት ሲ ከበድታት ኮይነን ሕጉሳት በቲ መሪሕነት ወይ ከዓ ብኢሳያስ ዝገበሮን በቲ ኣዳኸርቱን ሕጉሳት ሕጂ ኣደ ትግራይ እንድሕር ዳኣ ርኢኻያ ኣብቲ ጀልጃለ ልኣሚን ዘምፅኡ ኢትዮጵያ እንዳተበታተነት ኢድና ኣጣዊርና ኣይንርኢን ኢና ኢድና ኣጣዊርና እንዳተበታተነት ሕጂ ስለ ፅናሓንሳ ከትሕዘካ ሕጂ ኣብዚ ገይረሞ ገይረሞ ልዕሊ ሰብኣ ሰብኣን ሓሙሽተን ሽሕ መንእሰያት ሓድጊ ክኾኑ ወለዶ ክትክኡ ዝኽእሉ ደቂ ዓሰርተ ሽዱሽተ፣ ደቂ ዓሰርተ ሓሙሽተ፣ ደቂ ዓሰርተ ሸውዓተ፣ ደቂ ዕስራ፣ ደቂ ዕስራን ሓሙሽተን መንእሰያት ነዛ ዓለም ማንካ ዘይጠዓሙላ፣ ደቂ ሰመንያ፣ ደቂ ሰብዓ ብዝወልዕዎ ኲናት መይቱ። ሕጂ። ኣድሚን ሃብኒ ሙለር ኣድሚን እሞ ሃብኒ ሓደ ገለ ገለ ሰባት ኣብየ እልል ከብለልካ። በሎም በሎም በሎም ደቂ እዛ እዋ ከተማ።
ኣድሚን ሙሉኣ ሃበኒ። ንሕና። ሕጂ እንታይ ክብለካ ደልየ ሕጂ እዚ ትማሊ ዝነበረ ሲ ኣደ ኣደ ኤርትራዊት ሲ ከምኡ ኢላ ከምኡ ኢላ ናይ ናይ ናይ ናይ ናይ ምሕጓስ ባህሪ ኣለዋ ድዩ ሕጂ ግድ ይግድዳ ድዩ ወሰደ ወዲ ኣፎም በዓል ስረ እንዳበለት ኣብ ጎደናታት ናይ ኣስመራ ክትዘልል ካሊእ ካሊእ ማለት እዩ እቲ ኤርትራዊ ዝፍጠር ከምዚ ኩቱ ሲ ባዕላ ትበልዖ ንደቃ ኩቱ ኩቱ ትበሃል እንስሳ ኣላ ከምኡ ድዩ ከምኡ ድዩ ኮይኑ እቲ ግዜ ውላዳ ኣጥፊኣ መቸስ ከምኡ ኢላ ከምዘይትነጥር ኣይ ኖው ኣበይ ጠፊኡ ኣጠፋፍኡ ከይተነገረት ኣገል ኣገል ኣብ ትግራይሲ ንምክልኸሎምን ንድሕነቶምን ዋላ እቲ መሪሕነት ናይ ወያነ ገስረጥ ይኹን ነቲኣ በቃ ዓዶም ንምውሓስ ጠጠው ኢሎም መስዋእቲ ከፊሎም ብስነ ስርዓት ከዓ ይንገሩ ኣለዉ ተነጊሮም ከዓ ተረዲኻ ኣለኻ ሕጂ እቲ ኣብ ደገ ዘለዉ ሓደ ክልተ ንዝዛረቡ ድኣሉ ዋላ ሓሙሽተ ሽሕ ሽዱሽተ ሽሕ ክብልዎ እምበር ናቶም ሓሙሽተ ሽሕ ሽዱሽተ ሽሕ ብሚእቲ ሽሕ ኢኻ ተርብሖ ብሚእቲ ሽሕ ሓሶት እዩ ኣጉዲሎም ከምዚ ንሳቶም ጥይት ከም ዘይረኽቦም ሓያላት ምዃኑ ልዕብቃ ከምኡ ገይሮም ድሞ ይገብርዎ ካሊእ ዝሪኦ ዋላ ሓንቲ ዝሰምዖ የለን ብጀካ እተን ኣብኡ ዝዘላ ዝነበራ ፋፋ ድየን ስርናይ ድየን ናይ ገዛውቲ እንዳወሰዳ እ ብሓሶት ሰብ ዝጽልምታ ሓንቲ ናይ ኤሪ ቲቪ ከኣ ብዛዕባ ኣብ ሶርያ ዝተገበረ ኣብ ሩስያ ዘሎ ኣብ ገለ ዘሎ ቁልውላው ዜና ትህቦም ዋይ ኣንታ ንሕና ሰላም ኢና ዘለና እቶም ቴሌቪዝን ዝርእዩ ማለት እዩ እቶም ኣዲስ ኣበባ ብጽሕ ኢሎም ዝመጹ ግን እንቱም ሰባት ንሕና መቓብር ሰብ ምስ መተ ጥራይ ኢና ዝመስለና ነይሩ እምበር ተቐቢርና ኢና ዝብሉ መዓት ወለዲ ኣለዉ። ደቆም ክርእዩ ንኣዲስ ኣበባ ምስ ሓለፉ ወይ ንኡጋንዳ ምስ ከዱ
ሙለር ናይ ብቕንዕና ክነግረካ ኣብ ዘይምንባር እዩ ዝነብር እዚ ህዝቢ ይብለካ እኮ ኣለኳ እዛ ሃገር እዚኣ ብደም ውሑዳት ስድራ ቤት እያ መፅያ እቶም ውሑዳት ስድራ ቤት ኮሪዕልምላ ከምዝሓድሩ ፈሊ ንፍለጥ እዚ እዩ ሓቂ ኣብ ሓቂ ምንባር ቀሊል ከይመስለካ ኣብ ሓቂ ክትነብር ከለካ ጀነሬሽንካ ከም ትቕፅል ኢኻ ትኣምን ኣብ ሓሶት ምንባር ግን ሓቂ ከይመስለካ ቀሊል ከይመስለካ ኣብ ሓቂ ዝነብር ሕብረተሰብ ጀነሬሽን ውሉድ ንወለዶ እዩ ዝነብር ኣብ ስርቂ ዝነብር ሰብ ግን ባይ ዘ ወይ ሙለር ኩልኹም ኣነ ካብ ሎሚ ንኔው ዝኾነ ብዚ ደላይ ፍትሒ ሕማቕ ክረኢ ደልዮን እዩ ዕዉታት ኮይንኩም ክትወፁ ኣለኩም ፀላኢ ከም ዘለኩም ፈሊጥኩም ከምዚ ኣነ ዝኸዳ ዘለኹ መገዲ ክትከዱ በቃ ኣነሲ ካብቲ ዝገብርዎ ይሕለፉ ኢለ እየ ዘርኢ ዘለኹ እምበር ካብ ቀደመይ ኣነ ከምኡ እየ በቃ ፋስ ሒዝካ እዚ ጉዝሞ ሒዝካ እዚ ገለ መለ እዩ ከምኡ ጌርካ እንድሕር ኬድካ ሰብ ኣይቅርበኩምን እዩ ዝነዓቀ ፍግም ብልዎም ገለ ዝገበርኹም ገንዘብኩም ዘሕደጉኹም ገለኹም ዝገበረኹም ፍግም ኣብልዎ እቲ ሓቂ ንስ እዩ ካብኡ እዩ ዝመፅእ ናፅነት ካብኡ እዩ ሰብ ዝፍራሕ ኣስላማይ ኣይትተንክፉ ዝብሉና እኳ ኣስላማይ ኣስላማይ ኣብ ኩሉ ነገራት ተሪኢኹሞ ኢዱ ሰዚ ሕጂ ኣጣላቅዮሞ ላዕሊ ታሕቲ ጌሮሞ ሽጋራ ኣልሚዶሞ ገለ ኣልሚዶሞ ትሪኢዎ ኣለኹም ሕጂ በቃ ከምዚ ኮንሳይ ኮይኑ ስድራቤት ተፈራሒ ስድራቤት ኣሎ ኣነ ክነግረኩም ኣብ ኤርትራ ከምኡ ኩኑ ላሕዛዛት ኣይትኹኑ ባይዘወይ ተደቂ ኣንስትዮ ከዓ ሲልክን በጃኽና ክን ከላ ከላኸላ ዘደ ዋ ወረ ዘደቂ ኣንስትዮ እታ ሙለር ሓወይ ዘደቂ ኣንስትዮ ከምዚ የን ኳኒ ዜንባ ፅይቃ ዘሎ ሕጂ ሙለር እዛ ሰበይቲ ካሲ እዛ ኣልማሽ ሽኮርሲ ኣንታ ሙለር ከመይ ጌርካ ኢኻ ትገብራ ኔርካ
ካብ ርእሰይ እንዳውረድ ካብ ርእሰይ እንዳውረድ እንታይ ኢኻ ኮንካ ንሕና ብዛዕባ ፖለቲካን ህዝብን ንወርደና በቃ ኣብ ገዛይ ክትህይሰኒ
ዶናት ህዝቢ ከዓ ክሳይ ድዩ ኣመንዝራ ስለዝኾነስ ምዝርና ተሰሚዑ ይኳኒ ህዝቢ ከዓ ክሳይ ዝገብር ዋላ ሓዲ መንዝራ ድዩ ቅጥም በል ሕጂ መንዝራ ነዛረብ
ንሰበይቲ ትርኢ ከለኻ ኣገፍጭል ለቢልካ ልኩት እንደተብለላ የለኻ ዕድማ ዋላ ብር ክትብል ከላ በቃ ትዝክረካ ኣብቲ መሸኒት እዚ ተሪር ክንዲ ዝኸውን ጅማት ኣለዎ ኢላ ትዛረብ ሓቃ ድያ
ነነ ኣይትሓሱ ድሓር ንስስ ኣይትበለኒ ኸው ኣይትበለኒ ከምኡ ንዝበለ እንታይ ምናልባት ድያ ዘኪረ መስልካ ተንዲዶ ዘኪረ ተንዲዶ ኣለካ ባ ሓደ ኣንጎሎ ብርኽ ዝበለ ምናልባት ምናልባት ቀደም ሲ ቀደም

ክንተብዕ ማእኽ ከብዲ ከምዚ ሓሞትካ ሲ ሓሞትካ ትዝረግያ ገለ ይብሉካ ምሽ ናይ ዓዲ በሃላ እዩ እዚ ናይ ሃገረሰብ ምሽ ጓሰት ትሕታይ ዘይ ሓሞት ዘይብሉ ፍሱስ ሓሞት ገለ ይብሉካ ከምዚ ጌርካ ከታ ሓሞት ተስጥማ ገለ ተባሂልና ፀጠር ክተወጥ ኣለካ ገለ ተባሂልና ተረዲኻኒ ሕጂ ጸጸር መገደም ባዶ ንዕክነት ዞም ሓንካሳት ደፋፍኹም ንዕህሎም ሓውኩም እዩ በቃ ሓውኩም እዩ ሓውና ንሕና ጠጠው ኣይትብሉን ሓውኩም ደፋፍኹም ባዶ ዞም ሓንካሳት ገለ ተመጹ ደፋፍዎም እስኪ እዛ እዛ ስረይ ኣብዞም ሓንካሳት ከሊኦኩም ደፋፍዎም
ዋ እንታይ ኣንታ ግደፎ እንደ ስኢልካ እንደ ንበር እንድሕሪ መፂኦም ኻዶ ጉዞሞ እታ ጉዞሞ ኣይተግደፋ እንተ ነኖ ነኖ ኔው በላ ኔው በላ ከምዚ ሰይ ትግበር ከምኣ ዝገበረ ብቀዳማይ ርኢኻዮ ኢኻ ሻሕ ኢሉ ኢኻ እኮ ሕማቕ ነኖ እኮ ከምኡ ዝበሃል ነገር የብሉ ብጃው ሕጂ ነኖ እዛ ይገባ ኣለኹ ንኣኹዎ ከምዚ ገለ ኖርማል ዋላ ፅናሕ ክነግረካ ዋላ ነቲ ኣብ